ሰላም ጥዕኒ ሃበለይ ክቡራትን ፍትዋትን ተኸታተልቲ መደብ ሳባውያን ታይምስ ለመውን ከምቲ ልሙድ ነዚ ዕለት ዝሓርናዮም ሓፀርትን እዋናውን ዘለናዮም ዜናታት ሒዝናልኩም መፂና ኣለና ንሰናይ ምክትታልኩም ንዕድም ፈለማ ቀንዲ ቀንዲ ነጥብታቶም ናባኹም ክነብል ፌዴራል መንግስቲ ንዘውፅኦ ኣዋጅ ኣይንቕበልን ክብሉ ነጋዶ ትግራይ ኣብ ዘውፅዎ መግለፂ ጠቒሶም እግድ እውን ክግበረሉ ፃውዒት ኣቕሪቦም ኣለዉ። ዝርዝር ሓበሬታ ክህልወና እዩ። ኣብ ሱዳን ኣብ ዝርከብ መዓስከር ስደተኛታት ተነድባ ባርዕ ሓዊ ዳግም ከም ዘጋጠመ ተገሊጹ ኣሎ። ኣዝዩ ዘሕዝን ሓበሬታ ዝምልከት ዝርዝር ሓበሬታ እውን ክነካፍለኩም ኢና። ብካሊእ ወገን ድማ ክቡራትን ፍትዋትን ተኸታተልትና ሎማዓንቲ ኣብ ከተማ መቐለ ዕልዋ መንግስቲ መሲሉ ዝተገበረ ወተሃደራዊ ምንቅስቓስ ኣመልኪቱ ዝበጽሐና ግልጺ ሓበሬታ ናባኹም ክነብል ኢና። ሓቢርኩምና ጽንሑ። ላይክ፣ ኮሜንት፣ ሽር፣ ሰብስክራይብ ምግባር ከይትዝንግዑ። በብዘለኹሞ ሰናይ ጻንሒት ይግበረልና። ሎሚ ዕስራን ሓሙሽተን ሕዳር ክልተ ሽሕን ዓሰርተ ሸሞንተን ዓመተ ምህረት ብኣቆጻጽራ ግእዝ ኣብ ሃገረ ሱዳን ማእኸል መዕቆቢ ስደተኛታት ተጋሩ ተነድባ ሓደጋ ባርዕ ሓዊ ከም ዘጋጠመ ግዳያት ንድምፂ ወያነ ትግራይ ኣብ ዝለኣኽዎ ሓበሬታ ጠቒሶም። እቲ ሓደጋ ባርዕ ሎሚ ድሕር ሰዓት ሸሞንተ ሰዓት ዘጋጠመ ኮይኑ ብርክት ዝበሉ ገዛውቲ ከም ዘቃጸልን ንብረት ካብ ጥቕሚ ወጻኢ ከም ዝገበረ ተገሊጹ ኣሎ። ዛጊድ ኣብ ልዕሊ ህይወት ሰብ ዝበጽሐ ሓደጋ እኳ እንተዘይተፈለጠ፣ እቲ ሓደጋ ባርዕ ሙሉእ ብሙሉእ ክጠፍእ ስለዘይኸኣለ ዝምልከቶ ኣካል ተወሳኺ ህጹጽ ሓገዝ ዝገብረሎም ጻውዒት ኣቕሪቦም ኣለው። ቅድሚ ሕዚ እውን ኣብታ ሃገር ዝርከባ ማእኸል መዕቆቢ ተደጋጋሚ ሓደጋ ባርዕ ሓዊ ኣጋጢሙ ብርክት ዝበለ ወገናት ህይወቶም እንትሓልፍ ብዙሓት ኣባይቲ ካብ ጥቕሚ ወጻኢ ከምዝኾኑን ንብረት ከምዝዓነዉን ተጠቒሱ ምንባሩ ዝዝከር እዩ። ብሰንኪ መንነቶም ካብ ዓዶምን መረበቶምን ብሓይሊ ዝተሰደዱ ልዕሊ ሰብዓ ሽሕ ዝኾኑ ስደተኛታት ተጋሩ ኣብ ሱዳን ዝተፈላለዩ ማእኸላት መዕቆቢ ዕቂቦም ብጥሜትን ሕማምን ይረግፉ ከም ዘለዉ ዝፍለጥ እዩ። እቲ እንኮ መፍትሒ ድማ ብመሰረት ውዕሊ ፕሪቶርያ ናብ መረበቶም ምምላስ ከም ዝኾነ ድማ ተደጋጋሚ ፃውዒት እናቕረቡ መፂኦም እዮም። ብፌዴራል መንግስቲ ዝወፀ ሓድሽ ኣዋጅ ግብሪ እዋናዊ ኩነታትን ነጋዳይን ኢኮኖሚ ትግራይ ኣብ ግምት ውሽጢ ዘየተወ ብምዃኑ ንክእገድ ፃውዒት ቀሪቡ። እዚ ፃውዒት ዝቀረበ ቤት ምክሪ ንግድን ዘፈር ማሕበር ትግራይን ቤት ምክሪ ዘፈር ማሕበራት ትግራይ ኣብ ትግራይ ዘሎ ህልው ኩነታት ንግዲ ሓፈሻዊ መፍትሒ

ዝተፈላለዩ መድረኻት ዘተ ከምዝተሳለጡ ድሕሪ ምሕባር፣ ምስ ቀዳማይ ሚኒስተር ኣብ ዝነበረ ዘተ ሕቶ ነጋዳይ ፍትሓዊ ምዃኑ ኣሚኖም ኣብ ቀረባ እዋን መፍትሒ ክወሃቦ እዩ ዝብል መልሲ ከምዝተዋህቦም ሓቢሮም እዮም። ይኹን እምበር ክሳዕ ሕዚ ፌደራል መንግስቲ ዝኣተዎ ቃል ሙሉእ ብሙሉእ ከምዘይተፈጸመ ኮታስ ንተወሳኺ ዕዳ ከምዝተሳጥሑ ፕረዚደንት ክልቲኤን ማሕበራት ኣይተ በርሄ ሃፍቱን ኣይተ ጸጋይ ሓድጉን ገሊጾም ኣለው። ብተወሳኺ ኣብ ቀረባ እዋን ዝወፅኣ ኣዋጅ ግብሪ ሽሕን ሰለስተ ሚእትን ተስዓን ሓሙሽተን እዝባር ክልተ ሽሕን ዓሰርተ ሸውዓተን ንኩነታት ትግራይ ዘየገናዘበ ብምዃኑን ግዝያዊ ምምሕዳር ትግራይ ድማ ነዚ ቅቡል ምግባሩ ብምቅዋም እቲ ኣዋጅ ኣብ ትግራይ ተኣጊዱ ክጸንሕ ኣብ መግለጺኦም ኣተሓሳሲቦም ኣሎም። እቲ ኣዋጅ ካብ መሸጣ 2.5 ሚእታዊ ምኽፋል ሓዊሱ ብዙሓት ዓንቀጻት ዘካተተ ከም ዝኾነ ዝገለጹ ኣይተ ጸጋይ እቲ ኣዋጅ ነጋዶ ትግራይ ዘይተዛተይሉ እዋናዊ ኩነታት ነጋዶን ኢኮኖሚን ዘያገናዘበ ምዃኑ ከምኡ እውን ጎዳኢ ኣዋጅ ምዃኑ ገሊፆም ኣለዉ። ሕተው ነጋዶ ካብ ዝኾነ ፖለቲካዊ ትሕዝቶ ነፃ ከም ዝኾነ ድሕሪ ምሕባር ፀገማት ነጋዶን ኢኮኖሚ ትግራይ ብህፁፅ ክፍታ ሓቲቶም ኣለዉ። ኣብቲ መግለፂ ባንክታት ብልቓሕ ዝሓዘኦን ንብረት ምሕራጅ ጠጠው ከብላን ካልኦት ሕቶታት ነጋዶ ትግራይ ክምልሳ ንፌዴራል መንግስቲ፣ ግዝያዊ ምምሕዳር ትግራይ፣ ቤት ምኽሪ ንግድን ዘፈርን ማሕበራት ኢትዮጵያን ካልኦት ፃውዒት ኣቕሪቦም ኣለዉ። ኣብ ትግራይ ዝበፅሐ ፀገም ብዘላቕነት ንምፍታሕ ምሁራን ዘካተተ ኮሚቴ መፅናዕቲ ብምጣሽ ናይ ዓለም ተመክሮ ምስ እዋናዊ ዛዕባ ትኹረት ተገይሩ ዝተፀንዐ መፍትሕታት ዝቐረቡ እንትኾኑ ምስ ዝተፈላለዩ ኣካላት ዘተ እናተገበረሉ ምዃኑ እውን ኣብቲ መግለፂ ወሲኾም ጠቒሶም እዮም። ሎማዓንቲ ዝነበረ ወተሃደሮ ምንቅስቓስ ኣብ ከተማ መቐለ ሕዚ ዘለዎ ኩነታት ዝምልከት ተወሳኺ ዝርዝር ሓበሬታ ናባኹም ክነብል ኣብ ጥቓ ዓፋር ኣራጉራ ኣብ ዝተብሃለ ከባቢ ዓሪዶም ዝጸንሑ ኣርሚ ሰላሳን ሓደን ንዝሓለፉ ክልተ ኣዋርሕ ንሰራዊት ትግራይ እዚ ዝበሃል ናይ መሃያ ክፍሊት ብዘይምፍጽሙ ብቁጥዐ ዝተሓዘለ ምንቅስቓስ ናብ ቤት ጽሕፈት ፕሬዚደንት ግዜያዊ ምምሕዳር ትግራይ ኣካይዶም እዮም። እዞም ቁጽሮም ሚእትን ዒስራን ከም ዝኾኑ ዝተነገረሎም ኣባላት ኣርሚ ሰላሳን ሓደን

ኣብ ቤት ጽሕፈቱ ከም ዘይተረኸበ ክፍለጥ ተኻኢሉ ኣሎ። በዚ ምክንያት ንዝተወሰኑ ሰዓታት ኣብ ቤት ጽሕፈት ደጀን ዝነበረ ምንቅስቓስ ተኣጊዱ ዝውዓለ እንትኸውን ድሕሪ ብዝተገበረ ምርዳ እቶም ኣባላት ሰራዊት ካብቲ ከባቢ ክንቀሳቐሱ ከም ዝተገበረ እዩ ዝተገለጸ። ጸኒሑ ድማ ካብ ኣርሚ 31ን ኮር 312ን ክፍለ ሰራዊት ረመጽ ናብ ከተማ መቐለ ጉዕዞ ከም ዝጀመረ ዝተገለጸ እንትኸውን እዞም ሓይልታት ኣብ ከተማ ኩሓ እንትበፅሑ ናብ ሰማይ ጥይት ከም ዝተኮሱ ተገሊጹ ኣሎ። ኣብዚ ሕዚ ሰዓት እዞም ዕጡቓት ናብ ቤት ጽሕፈት ደጀን ቢሮ ከም ዝበፅሑ ክፍለጥ ተኻኢሉ ኣሎ። እዞም ዕጡቓት እንታይ ዓይነት ምላሽ ከም ዝተውሃቦም ድማ ኣብ ናይ ድሕሪ ሰዓት ምድላውና ናባኹም ነቕርቦ ዝርዝር ሓበሬታ ክህልወና እዩ። ይኹን እምበር ኣብ ናይ ንግሆ ምድላውና ብን ጋዜጠኛ ዳዊት ከበደን ካልኦት ወገናት ዕልዋ መንግስቲ ዝመስል ምንቅስቓስ ክበሃለሉ ዝጸንሐ እዚ ምስ ጥቕማ ጥቕሚ ተተሓይዞ ዝተገበረ ወተሃደራዊ ምንቅስቓስ ዕላምኡ ግልፂ እንዳኾነ መፂኡ ኣሎ። ዕላማ ናይዚ ወተሃደራዊ ምንቅስቓስ ንዝሓለፉ ክልተ ኣዋርሕ ተወሳኺ ጥቕማ ጥቕሚ ክሓትት ፀንሐ ሰራዊት ትግራይ እታ ዝነበረት ኣርባዕተ ሽሕ ምዃና ዝተነገረትላ ወርሓዊ መሃዩ እኳ ክረክብ ብዘይምኽኣሉ ናብ ቁጥዐ ክኣቱ ከም ዝተገደደ እዩ ዝተገለጸ ብርግጽ እዚ ናይ ሎማዓንቲ ምንቅስቃስ ብብርክት ዝበሉ ወገናት ወቀሳ ዝቀረበሉ ምክንያት ድማ ዕጥቂ ሒዝካ ህዝቢ ብዘደናገጽ መልኩ ዝተገበረ ምንቅስቃስ ጌጋ እዩ ዝብል ክስታት እንዳቀረበሉ ይርከብ። በቲ በለ በቲ ግን ንህዝቢ ኣሻቂሉ ዕልዋ መንግስቲ መሲሉ ዝተገበረ ወተሃደራዊ ምንቅስቃስ ቅድሚ ሕዚ ምስ ጥቕማጥቕሚ ተታሒዙ ንዝቐረበ ሕቶ መቐፀልታ ከምዝኾነን ኣብ ዝሓለፉ ክልተ ኣዋርሕ ሰራዊት ትግራይ እዚ ዝበሃል መሃያ ክረክብ ብዘይምኽኣሉ ዝተልዓለ ሕቶ ምዃኑ ተጠቒሱ ኣሎ። ፌደራል መንግስቲ ንኸምዚ ዓይነት ዕግርግራት ንምብላፅ ድማ ናብ ትግራይ ዝለኣኽ በጀት ክቋረፅ ከምዝገበረ ተገሊፁ ኣሎ።